ከም መቐጸልታ ናይቲ ህዝቢ ጽሬቱ ዝተሓለወ ማይ ንክሰቲ ዝዋደ ዘሎ ፕሮጀክትታት ኣብ ምምሕዳር ከባቢ ግዝግዛ ንኡስ ዞባ ሓመልማሎ ብ ዓሰርተ ሓሙሽተ ሚልዮን ናቕፋ ዝተሃንጸ ፕሮጀክት ማይ ተመሪቑ ንኣገልግሎት ድሉው ኮይኑ ኣሎ። ንስነስርዓት ናይቲ መመረቕታ ኣመልኪታ ወኪል ኤሪና ትዕበ ዓሊ ንዘዳለወቶ ጸብጻብ ፍሮይን ፍጹም።
ኣብቲ ስነ-ስርዓት ምምራቕ ናይቲ ብምትሕብባር ምምሕዳር ዞባ ዓንሰባ፣ ህዝቢ ምምሕዳር ከባቢ ገዝግዛን ህዝባዊ ሰራዊትን ዝተሃንጸ ፕሮጀክት ጽሩይ ዝስተ ማይ ኣማሕዳሪ ዞባ ዓንሰባ ኣቶ ገርጊስ ግርማይ ኣብ ዘስምዖ ቃል፣ ንነዊሕ እዋን ክካየድ ዝጸንሐ ጻዕሪ ኣብ ዓወት ብምብጽሑ ንህዝቢ ምምሕዳር ከባቢ ግዝግዛ ዮሃና ድሕሪ ምባል፣ ህዝቢ ነቲ ፕሮጀክት ብግቡእ ክጥቀመሉን ክከናኸኖን ተላብዩ። ህዝቢ ምምሕዳር ከባቢ ግዝግዛ ነቲ መደብ ንምቅልጣፉ ንዘርኣዮ ትግሃት ዘመስገነ ኣቶ ጊዮርጊስ፣ ትግባረ ፕሮጀክት ማይ ግዝግዛ መቐጸልታ ናይቲ መንግስቲ ማሕበራዊ ፍትሒ ንምስፋን ዝገብሮ ዘሎ ሓያል ጻዕሪ ምዃኑ ብምብራህ፣ ህዝቢ ተዋዲዶም ንዘለዉ ትካላት ማሕበራዊ ኣገልግሎት ብዝግባእ ክጥቀመሎም ኣዘኻኺሮም። ትግባረ እቲ ፕሮጀክት ሓያል ስራሕ ከምዝሓተተ ዝሓበረ ሓላፊት ጨንፈር ውጥን ከተማታት ኣባይትን ህንፃን ዞባ ዓንሰባ ኢንጂነር ዘርእጋብር ሕድራይ ድማ እቲ ፕሮጀክት ንልዕሊ ዓሰርተ ሓሙሽተ ኪሎ ሜተር ዝተዘርገሐ ሻምብቆታት ከምኡ ውን ኣርባዕተ መዐደሊ ነቑጣታትን ከምዘጠቓልልን ድሮ ኣገልግሎት ይህብ ከምዘሎን ኣነፂሮም። ኣማሓዳሪ ንኡስ ዞባ ሓመልማሎ ኣቶ ያእቆብ እድሪስ ብጊዱ፣ ንዓመታት ጽሬቱ ዘይተሓለወን ጨዋሚ ንማይ ካብ ርሑቕ ቦታታት ክጓርቱ ምጽንሖም ብምዝካር፣ እዚ ኣብ ዓዶም ተዋዲዱ ዘሎ ፕሮጀክት ንጸገማቶም ሙሉእ ብሙሉእ ከምዝፈትሖ ዘለዎ ጽኑዕ እምነት ገሊጹ። ነበርቲ ግዝግዛ ኣብ ዝሃብዎ ርኢቶ፣ ጸገሞም ንምፍታሕ ምምሕዳር ዞባ ዓንሰባ ንዝወሰዶ ተበግሶን ክኢላታት ንዘርኣይዎ ናይ ስራሕ ኣሳልጦን ድሕሪ ምምጓስ፣ ማይ ኣብ ምምጻእ ዝባኽን ዝነበረ ናይ ትምህርትን መጽናዕትን ጊዜ ፍታሕ ከም ዝረኸበ ኣብሪሆም።
ማሕበር ሕርሻዊ ንግዲ ደቂ ኣንስትዮ ኤርትራ ንዕቤትን ኣወዳድብኡን ዝምልከት ዋዕላ ኣብ ኣዳራሽ ሃገራዊ ቤት ምኽሪ ንግዲ ኤርትራ ኣቃኒዑ። ኣብቲ ብሸሞንተን ትሽዓተን ሚያዝያ ዝተኻየደ ዋዕላ ኣብ ኩለን ዞባታት ዝተወከላ ኣባላት ማሕበርን ዕዱማት ኣጋይሽን ተሳቲፎም። ኣደ ወንበር ማሕበር ወይዘሮ ሰናይት ተስፋልደት ንኤሪና ኣብ ዝሃበቶ ሓበሬታ፣ ዕላማ ማሕበር ርእሰን ዝኸኣላ ደቂ ኣንስትዮ ንምፍራይ ከምዝኾነ ብምብራህ፣ ኣባላት ማሕበረን ንዘበግሶ ዘሎ መደባት ስራሕ ተኸቲለን ኣብ ዝለዓለ ደረጃ ንምብፃሕ ኣበርቲዐን ክሰርሓ ተማሕፂና። ወይዘሮ ሰናይት ኣስዒባ፣ እተን ኣብ ማሕበር ተሓቚፈን ዝነጥፋ ዘለዋ ደቂ ኣንስትዮ ኣብ ምፍራይ መዓር፣ ቃንጥሻ፣ ደርሁ፣ ናይ ፀባ ከብትን ካልእን ተዋፊረን ዝምስገን እቶት ይረኽባ ምህላወን ኣረዲኣ። ኣብ መወዳእታ፣ ተሳተፍቲ ደረጃ ፍልጠትን ብቕዓትን ኣባላት ምዕባይ፣ እተን ብጉጅለ ዝተጠርነፋ ኣባላት ድማ ተመኩሮ እናተለዋወጣ ዝገብርኦ ልምዓታዊ ወፍሪ ከስፍሓን ከማዕብላን ኣዘኻኺሮም። ኣብ ክልተ ሽሕን ሰለስተን ተመስሪቱ ኣብ ዞባ ማእከል ጥራይ ተሓጺሩ ዝነበረ ማሕበር ሕርሻዊ ንግዲ ደቂ ኣንስትዮ ኤርትራ፣ ኣብ ወርሒ ጥሪ ክልተ ሽሕን ዓሰርተ ሰለስተን ናብ ሃገራዊ ማሕበር ዓብዩ ናብ ኩለን ዞባታት ሃገርና ከም ዝተዘርግሐ ሰነዳቱ የመልክቱ። ሸሞንተ ኣብያተ ትምህርቲ ዝተሳተፍኦ ቅነ ኣብያተ ትምህርቲ ምብራቓዊ ኣፃድፍ ንኡስ ዞባ ሰንዓፈ ብ ኣርባዕተ ሚያዝያ ብ ምምሕዳር ከባቢ ሎጎ ብ ውዕዉዕ መንፈስ ተዛዚሙ። እቲ ብ ስፖርታዊ ንጥፈታት፣ ውድድር ሓፈሻዊ ፍልጠት፣ ውድድር ያታን ባህልን ከምኡ እውን ካልእ መደባት ን ሽዱሽተ ኣዋርሕ ዝቐፀለ ቅነ ቀንዲ ዕላምኡ ተምሃሮ ባህሎም ዓቂቦም ተባላሓትነትን መሃዝን ንክኾኑ ተሳታፍነቶም ኣብ ሃገራዊ መደባት ንከዕዝዙን ከምዝኾነ ተሓቢሩ። ሓላፊ ባህልን ስፖርትን ጨንፈር ሚኒስትሪ ትምህርቲ ንኡስ ዞባ ሰንዓፈ ኣቶ ዳዊት ኣንጎሶም ኣብ ዝሃቦ ሓበሬታ፣ እቲ ቅነ ሓድሕዳዊ ፍቕሪ ኣብ ምስራፅ፣ ተመክሮ ኣብ ምልውዋጥን ናይ መሃዝነት ዓቕሚ ተምሃሮ ኣብ ምሕያልን ልዑል ኣስተዋፅኦ ከምዝገበረ ኣረዲኡ። ኣቶ ዳዊት ኣስዒቡ፣ ብኹለንትንኡ ብቑዕ መንእሰይ ንምህናጽ ኣብ ዝካየድ ዘሎ ጻዕሪ ተራ ወለዲ ኣገዳሲ ምዃኑ ብምምልካት፣ ተመሃሮ ዓቕምታቶም ዝፍትሽሉን ዘማዕብብሉሉን ተመሳሳሊ ኣጋጣሚታት ንምፍጣር ኣብ መጻኢ ዝዓበየ ቆላሕታ ሂብካ ክስርሓሉ ምዃኑ ብምርግጋጽ፣ እቲ መደብ ንምዕዋት ንዝጸዓሩ መምህራንን ምምሕዳር ከባቢ ጎሎን ኣመስጊኑ። ሓላፊ ጨንፈር ሚኒስትሪ ትምህርቲ ኣብቲ ንኡስ ዞባ ኣቶ በየነ ተስፋይ ድማ፣ እቲ ጎኒ ጎኒ ቀለማዊ ትምህርቲ ዝውደብ ቅነ፣ ሃገራውነት ዝኹስኩስ፣ ፍቕሪ ትምህርቲ ዘስርጽ፣ ከምኡ'ውን መሃዝነትን ተባላሓትነትን ዘደንፍዕ ስለዝኾነ ኩሉ ኣካል ሕብረተሰብ ብዕዙዝ ክሰርሓሉ ኣዘኻኺሩ። ኣብ መወዳእታ ኣብ ዝተፈላለዩ ውድድራት ብውልቅን ብጋንታን ንዝተዓወቱ ሽልማት ተዓዲሉ። ደቂ ኣንስትዮ ኣብ ዝተፈላለየ ንጥፈታት ተሳቲፈን ነብሰን ክኢለን መነባብሮኣን ንክመርሓ ዝካየድ ፃዕርታት ንክዕወት ተራ መሻርኽቲ ክሕይል ከምዝግባእ ኣብ ንኡስ ዞባ ሓጋዝ ኣብ ዝተዋህበ ስልጠና ተገሊፁ። ወኪል ኤሪና ሰመረ ኢዮም ንዘዳለዎ ትሕዝቶ ኣርሴማ ኣስመሮም።
ኣብ ዞባ ዓንሰባ መነባብሮ ደቂ ኣንስትዮ ንምምሕያሽን ማሕበረ ቁጠባዊ ህይወተን ንምምዕባልን ዝካየድ ፃዕሪ ብዝሓየለ መልክዑ ንኽድፈኣሉ ተራ ኣመሓደርቲ ከባቢ፣ መራሕቲ ሃይማኖትን ኣካላት መንግስትን ክዓዝዝ ከምዝግባእ ኣብ ንኡስ ዞባ ሓጋዝ ንጉዳይ ደቂ ኣንስትዮ ብዝምልከት ኣብ ዝተውሃበ ስልጠና ተገሊፁ። እቲ ንሓለፍቲ ጨናፍር ሚኒስትርታት፣ መራሕቲ ሃይማኖት፣ ኣመሓደርቲ ከባቢ፣ ኣባላት ባይቶን ህግደፍን ዝተዋህበ ስልጠና፣ ሕቶ ምዕሩይነት ጾታ፣ ምስላት ደቂ ኣንስትዮ ብመንጽር ሕጊ፣ ምክልኻል በደላትን ገበናትን፣ ከምኡ'ውን ጥዕናዊ ጉዳያትን ዘጠቓለለ ኮይኑ፣ ሰልጠንቲ ብዝቐሰምዎ ትምህርቲ ንደቂ ኣንስትዮ ከተባብዑን ካብ ተጸባይነት ተገላጊለን ናብርኣን ዘመሓይሻሉ ባይታ ኣብ ምፍጣር ክተሓባበሩን ዝዓለመ'ዩ ነይሩ። ሓላፊት ሃማደኤ ጨንፈር ዞባ ዓንስባ ወይዘሮ ዓሻ ዓሊ ኖር ንኤሪና ኣብ ዝሃበቶ ሓበሬታ፣ ስልጠና ዝተዋህቦም ዜጋታት ኣርኣያ ሕብረተሰብ ኮይኖም ኣብ ጉዳይ ደቂ ኣንስትዮ ብንቕሓት ክዋስኡን ጥዕነኣን ኣውሒሰን ጥዕና ከባቢኤን ኣብ ምሕላው ኣስተምህሮታትን ጎስጓሳትን ከካይዱን ኣዘኻኺራ። ተመሳሳሊ ስልጠናታት ኣብ ንኡሳን ዞባታት ከረን፣ ሓመልማሎን ገለብን ከምእተኻየደ ብምሕባር ድማ፣ ኣብ ንኡስ ዞባ ዒላ በርዕድ ንሓምሳን ሽዱሽተን ደቂ ኣንስትዮ ሰሪሐን ናብረኣን ንኸመሓይሻ ዝሕግዘን ናይ ልቓሕ ዕድል ከምእተዋህበን ኣረዲኣ። ሓላፊት ምምሕዳርን ፋይናንስን ሃማደኤ ጨንፈር ዞባ ዓንሰባ ወይዘሮ ይሕደጋ ዮውሃንስ ብግዲኣ፣ ህዝቢ ብሓፈሻ ወለዲ ድማ ብፍላይ ካብ መርዓ ትሕቲ ዕድመ፣ ምኽንሻብ ጓል ኣንስተይትን ካልኦት ሃሰይቲ ልምድታትን ባህልታትን ተቖጢቦም ብሩህ መጻኢ ደቂ ኣንስትዮ ከውሕሱን ኣብ ትምህርቲ ተወዳደርቲ ክኾና ክጽዕሩን ከተባብዑን ተላብያ።
ማሕበረ ኮም ኤርትራውያን ኣብ ቀጠር ብምኽንያት መበል ዕስራን ሰለስተን በዓል ናጽነት ካብ ወርሒ ለካቲት ጀሚሩ ዘካይዶ ዘሎ ስፖርታዊ ንጥፈታት ብውዕዉዕ መንፈስ ይቕጽል ከም ዘሎ ካብቲ ቦታ ዝበጽሓና ሓበሬታ ኣመልኪቱ። ኣብቲ ኣብ ሸሞንተ ጋንታታት ዝተጠርነፋ ልዕሊ ክልተ ሽሕን ሓምሳን ስፖርተኛታት ዝሳተፍዎ ዘለዎ ግጥማት ኩዕሶ እግሪ ብጽፈቱን ውዳቤኡን ካብ ናይ ዝሓለፈ ዓመት ብዝበለጸ ኣገባብ ይካየድ ከም ዘሎ እቲ ካብ ከተማ ኣደውሓ ዝበጽሓና ሓበሬታ ነጺሩ። እቲ ኣልነስር፣ ሓድነት፣ ባርካ፣ ቶጎርባ፣ ውዳት ቀይሕ ባሕርን ዝተሰምያ ጋንታታት ዝሳተፍኦ ዘለዋ ስፖርታዊ ውድድር ብመሪሕነት ጋንታ ቀይሕ ባሕሪ ይቕጽል ከምዘሎን ብኣማኢት ዝቑጸሩ ኤርትራውያንን ዜጋታት ካልኦት ሃገራትን ብተገዳስነት ይከታተልዎ ምህላዎምን ተፈሊጡ። ኣብ ንኡስ ዞባ መጎሎ ንቕሓት ህዝቢ ኣብ ሕግን ስርዓትን ክብ ንምባል ተርእዮ ገበናትን በደላትን ንምምካት ዝሕግዝ ኣስተምህሮ ብኣባላት ፖሊስ ዞባ ጋሽ ባርካ ተዋሂቡ። ኣብቲ ኣስተምህሮ ትርጉም ገበናዊ ሕጊ፣ ተራ ህዝቢ ኣብ ምክልኻል ገበንን ምቅላዕ ገበነኛታትን፣ ትርጉምን ፍልልያትን ሲቪላውን ገበናውን ሕግታት፣ ኣብ ኮማዊ ኣብያተ ፍርዲ ዝረኣዩ ጉዳያትን ካልኦትን ኣብ ዝብሉ ኣርእስታት ሰፊሕ መብርሂ ከምእተዋህበ ወኪል ኤሪና ሓቢሩ። እቶም ኣባላት ፖሊስ ኣስዒቦም ካብ ዓይኒ ህዝቢ ዝኽወል ገበንን ገበነኛታትን ስለዘየለ ህዝቢ እቲ ንኡስ ዞባ ከም ወትሩ ንቕሓቱ ብምብራኽ ምስ ፖሊስ ዘለዎ ምትሕብባር ከዛይድ ኣዘኻኺሮም። ተሳተፍቲ ብወገኖም ዝተውሃቦም ኣስተምህሮ ኣብ ሕጊ ንዝፀንሖም ኣፍልጦ ዘዕቢ ምዃኑ ብምምልካት ኣብ ምትግባሩ ምትሕብባሮም ከም ዘዕዝዙ ኣረጋጊፆም።